ከመይ ጌርካ መራሕ ሓሳብ ትኸውን? መዓር ወይ መርገጺ እንተዘይሃለወካ እኳ ሰባት ብወለንታኦም ዝስዕብዎ ዓይነት መግቢ እዩ። መቸም መራሕ ሓሳብ እንተኾይንካ ሽዑኑ ንብራንድኻ ንምህናፅ ንትካልካ ኣብ ኢንዱስትሪኻ በዓል ስልጣን ንምዃንን ግዜ ከምዝወስድ ትፈልጥ ኢኻ። ዝተፈላለዩ ዓይነት መራሕቲ ኣተሓሳስባ ከም ዘለዉ ሰሚዕኩም ትኾኑ። እዚ ግን እንታይ ማለት እዩ? መራሒ ሓሳብ ምዃን ኣገዳሲ ዝኾነ ስለምንታይ እዩ? ከምኡውን ኣብ ኢንዱስትሪኻ ከመይ ጌርካ መራሒ ሓሳብ ትኸውን? ኣብ ዝኾነ ዓውደ መራሒ ሓሳብ ንምዃን ዝሕግዙ ምኽርታት ንምርካብ ብዙሕ ተንብብ። መራሒ ሓሳብ ንምዃን ንኻልኦት ምምሃር የድልየካ። ብዛዕባ ኢንዱስትሪኻ፣ ፍርያትካ ክትምህሮም እትኽእል ብዙሕ ኢኻ። ወይ ድማ ብዛዕባ ኣገልግሎትካ ወይ ተልእኾ ትካልካ ክትምህሮም ትኽእል ኢኻ። ንሰባት ብዛዕባ እንታይ ከም ትገብሮን ስለምንታይ ከም እትገብርን ክትምህሮም ከለኻ ከምኡ ክትገብር እትኽእለሉ ብዙሕ መገድታት ኣሎ። ንኣብነት ኣንፈታት ኢንዱስትሪ ምርምር መራሒ ኣተሓሳስባ ንምዃን ምስ ኣንፈታትን ለውጥታትን ኢንዱስትሪ ምኻድ ብጣዕሚ ኣገዳሲ ኣብ ዓውድኻ ዘለዉ እዋናዊ ርእስታት ምርምርን ብዛዕባ እዋናዊ ምዕባለታት ሓበሬታ ክትረክብን ትኽእል ወይ እውን ፍሉይ ርድኢት ምዕባል መራሕቲ ኣተሓሳስባ ንኢንዱስትሪኦም ዋጋ ዝውስኽ ርድኢታት የማዕብሉ ኣብ ዓውድኻ ንዘሎ ፀገማትን ዕድላትን ክትሓስብ ግዜ የሕልፉ ፈጠራዊ መፍትሒታት ድማ ምፅእ ሓሳባትካ ኣካፍል ርድኢታት ምስ ኣማዕበልካ ከተካፍል እትኽእለሉ መገድታት ድለ ጽሑፋት ብሎግ ምሕታም፣ ጽሑፋት ምጽሓፍ፣ ቪድዮ ምፍጣር፣ ሓሳባት ካብ ማሕበራዊ መራኸቢታት ምክፋል፣ ምስ ካልኦት ምትእስሳር መራሕቲ ኣተሓሳስባ ሓሳባቶም ጥራይ ዘይኮነስ ምስ ካልኦት ኣብቲ ኢንዱስትሪ ዘለዉ እዮም ዝዋስኡ ኣብነት ስፖርተኛ ትኾንካ ምስ ስፖርተኛ ትኸይድ ብልጫዊ ዝኾን ከዓ ምስ ክራሪስቲ ካትለይድ ማለት እዩ ኣብ ዋዕላታት ምክፋል ኣብ ማሕበራዊ መራኸቢታት መርበብ ሓበሬታ ምክያድ ናይ ኢንዱስትሪ ብሎግ ምንባብ ኣብ መድረኻት ምክፋል ከምኡ ናብ ሞያዊ ማሕበራት ምፅንባር ገለ እውን ኣለኹም መርበብ ሓበሬታ ምስ ካልኦት መራሕቲ ኣተሓሳስባን ተፅዕኖ ፈጠርቲ ኢንዱስትሪን ዝምድና ምህናፅ መርኣያ ኣተሓሳስባ ንምዃን ቁልፊ እዩ እውን ወሳኒ እዩ ማለት እዩ ንካልኦት መራሕቲ ኣተሓሳስባን ተፅዕኖ ፈጠርቲ ኢንዱስትሪን ንምብፃሕን ኣብ ፕሮጀክትታት ክተሓባበሩ ወይ ንክዕልሉ ጥራይ ዓድሞም ምዕባልኻ እውን ተኸታተል ምዕባልኻ ተኸታተልን ፅልዋ ሓሳባትካ ምዕቃን እዩ ንዝረኸብካዮ ግብረ መልሲ ተንቲንካ ሓሳባትካ ምፅራይን ሓደስቲ ሓሳባት ንምምዕባልን እውን ተጠቀመሉ ከመይ ጌርካ ክትበፅሖ እትኽእል መራሒ ትኸውን እንተዳልካ ግን ነዚ ነጥብታት ገዛ ክትከል ትኽእል ኢኻ ንኣብነት ምስማዕ ተምሃር ሰማዕ ኹን ማለት እዩ እቲ ኣዝዩ ኣገዳሲ ባህር ናይ ሓደ ውፅኢታዊ መራሒ ንፉዕ ሰማዕ ምዃን እዩ ንመሳርሕቶምን ሰራሕተኛታቶምን ግዜ ወሲዶም ዝሰምዑ መራሕቲ ብዛዕባ ጥንካረታቶምን ድኽመታቶምን ከምኡ እውን ንጉዳያት ዝቐርብሉን ዝፈትሕሉን ዝበለፀ መገድን ብዋጋ ዘይሽነ ረድኤት ክረኽቡ ይኽእሉ እዮም እውን ክረኽቡ እዮም ሽቶታት ኣቐምጥ ዕላማታት ብምስራት ውሳኔ ኣካል ኣመራርሓ ኣሎ መራሕቲ ንፁር ትፅቢታት ክቐምጡን ድሕሪኡ ነቲ ትፅቢታት ንጋንትኦም ክሕልፎን ይግባእ እዚ ድማ ኣብ ስርሖም ከተኩሩን ድራኸ ንክህልዎምን ይሕግዞም ምትሕብባር ከዓ ክተባዕ ኣለካ ሓያላት መራሕቲ ዋጋ ምትሕብባር ይርድኡ። ጋንታኻ ሓሳባት ክትሕንክስን ብሓባር መፍትሒ ክትመፅእን ኣተባባዕ እያ። ኣወንታዊ ምዃን ኣወንታዊ ምንኩን መራሕቲ ኣብ በዳህ እዋን እውን እንተኾነ ኣወንታውን ተስፋ ዘለዎም ክኾኑ ኣገዳሲ እዩ። ምክንያቱ እሶም ተተጨኒቆም ህውፍ ህዝቡን ክጭነቕ እዩ ማለት እዩ። እዚ ድማ ሞራል ልዑል ንክኸውን ጋንታኻ ንክትቅፅልን ንክድርኽን ይሕግዝ እዩ ማለት እዩ። ዕቤት ምዕባይ መራሕቲ ኣባላት ጋንትኦም ንኽዓብዩን ንኽምዕብሉን ንምሕጋዝ ክፅዕሩ ይግባእ ማለት እዩ። ርእይቶን ዕድላትን ትምህርቲ ምሃብ ኮርሳት መሳሉ ማለት እዩ። ብዙሕ ኣብ ጎኒ ጎኒ እቲ ስራሕ ዝካየድ ማለት እዩ። ዘይተምሃረ ሰብ ዕድላት ትምህርቲ ትቦ ወተተምሃረ ሰብ ከዓ ኮርሳት እንዳሃብካ ተማዕብሎ ማለት እዩ ኣብቲ ውሽጢ ትካል ኮይኑ ከምኡ እውን ምስ ዝተረኸበቲ ዓወታት ኣፍልጦ ምሃብን ሽልማት ምሃብን እተጓናፀፍኩም ዓወት ኣፍልጦ ትቦ ዓብዪ ዓወት ረኺብና ኢልካ ወላነት ንእሽተይ ተዕብዮ ማለት እዩ ሽልማት ከዓ ትበሉ ብዓቕምኻ ማለት እዩ ብኣብነት ምምራሕ ኣብነታዊ ኮንካ ትምህር ከም መራሒ ንጋንታኻ ኣርኣያን ኣርኣያ ምዃን ወይ እውን ኣገዳሲ እዩ ከም ንምሻለ ከዓ ኣርኣያ ትኸውን ሓደ ነገር ኤግዛምፕል ትኸውን ማለት እዩ ኣብነታዊ ኣብ ጋንታኻ ክትሪኦ ትደሊ ባህርያት ኣተሓሳስባ ርኢ ንክስዕብዎ ድማ ኣብነት ግን እዚ ነጥብታት እዚ እንተዘኣተኪርካ ኣብ ሂወትካ ለውጢ ክተምፅእ ኢኻ መሰረታዊ ካዩ ከምዚ ናብ ሽቶ ዝወሰድ እኳ እንተዘይኮነ ናብ ሽቶ ክወስደካ ዝኽእል እንተድኣ ኮይኑ ፕሮፌሽናል ኢኻ ክትገብሮ ዘለካ በቲ መሰረታዊ ነገር ትጅምር እሞ ሽዑ ናብ ተብፅሖ ማለት እዩ ናይ ሎሚ ዘቕረብኩ ርብሕታት እየን ነይረን ግን ግዜኹም ከይሰርቀልኩም ምባል ከዓ ኣብ ግምት እትየ ቅድሚ መደባት ግን ከስፍሓ ክፍትን እየ ዝኾነ ርእቶ እንተተሃሊኩም እውን ኣብዚ ኮመንት ፀሓፉለይ ክሳብ ዝመለሰኩም ድሓን ቀኒ